ሰላም ሰላም ክቡራት ተኸታተልቲ ሊሎ ቲቪ ከመይ ሓዲርኩም ከመይ ውዒልኩም ተመሊስና መፂናኩም ኣለና ሕፅር ዝበለ ሓበሬታ ሒዝና ምሳኹም ክንፀንሕ ኢና ናይ ሎሚ ሓበሬታና መቐፀልታ ናይቲ ትማሊ ቀትሪ ዝሰራሕናዮ ንዕኡ ዝምልከት እዩ ትማሊ ኣብ ከባቢታት መቐለ ኣብ እንደርታ ኣብ ኣገዳሲ ቦታ ዕጥቅን ኣፅዋራትን ሰራዊትን ናይ ህወሓት ከምኡ ናይ ሻዕብያ ኣለዎ ኣብ ዝተባህለ ቦታ ብዝተፀንዐ መንገዲ ብድሮንን ብነፈርቲ ውግእን ደብዳብ ተፈፂሙ እዩ ብሓይሊ ኣየር ኢትዮጵያ ዕላምኡ ከም ዝሃረመ ከዓ ደገፍቲ ሚድያ ደገፍቲ መንግስቲ ኢትዮጵያ ዝኾና ሚድያታት ናይ ኢትዮጵያ ብትኽክል ክገልጾ ውዒለን ንሕና እውን ኣቕሪብና የና ህወሓት እውን ደብዳብ ከም ዝተኻየደ ግን ከዓ ህይወት ናይ ሰብ ስለ ዘየገድሳ ኣብ ሰብ ዝበፀሐ ጉድኣት ከም ዘየለ ኣምሲላ ሓበሬታ እያ ዘርጊሓ ትማሊ ዝኾነ ግን ነበርቲ ናይቲ ከባብን ናይ ዓይኒ መሰኻኸርን ይገልፅዎ ከም ዝነበሩ ትማሊ መጉዳእቲ ዝበፅሖም ዕጡቋት ብመኪና ተተፃዒኖም ክውሰዱ ከም ዝረኣዩ ሓደጋ ኣብ ሰራዊት ከም ዝበፀሐ ኣብ ዕጡቋት ናይ ህወሓት ከም ዝበፅሐ ሓበሬታ ሂቦም እዮም ስለዚ ህወሓት እንታይ እዩ ኣየገድሳን ዝተማረኹ ኤኣዩ ኣይናተይን እዮም ንሰራዊትና ንምክፍፋል እዩ ስርዓት ብልፅግና ሒዝዎ ዘሎ ወይ ኣውፅዎ ዘሎ ዝብል ግብረ መልሲ ትህብ ኣካሎም ንዝጎደሉ ሓሳኻት ኢላ ትጻረፍ ብዙሕ ነገር እዩ ክሕደት ኣብቲ ኣገዲዳ ዘዕጠቐቶ ሰራዊት ማለት እዩ ስለዚ ህወሓት ብዛዕባ ኣፅዋራታን ንብረታን ዝበጽሕ ጉድኣት እዩ ዘገድሳ እምበር ብዛዕባ እቲ ኣገዲዳ ዝሓዘቶ ሰራዊት ምንም ምንም ምንም ምንም ኣይመስላን እዩ ብዛዕባ ህዝቢ ትግራይ እውን ከምኡ ማለት እዩ ስለዚ ህወሓት ንምንታይ ትነብር ንስልጣናን ንስልጣናን ንስልጣናን ንስልጣናን ስለ ዝኾነት እያ ምስቲ ንህዝቢ ትግራይ እንተዘየጥፊኤዮ ዝበለ ሻዕብያ ምስቲ ኣብ ትግራይ ዓለም ዘስካሕክሕን ነውሪ ዝፈጸመ ኣራዊት ሰራዊት ኤርትራ ናይ ሻዕብያ ጸሚዳ ኣንጻር ህዝቢ ትግራይ ካልእ ናይ ጽንተት ኩናት ኣውጃ ንሪኣ ዘለና ማለት እዩ ኣነ ሓደ ሓደ ቅድሚ ናብቲ ሎሚ ዝተፈጸመ መጥቃዕቲ ናይ ኣየርን ናይ ድሮንን ናይ ነፈርቲ ውግእን ናይ ድሮንን ናብኡ ቅድሚ ናብቲ ሓበሬታ ምእታውና ሲ ሓደ ሓደ ትገርሙ ንተጋሩ ኣለኹም ብልፅግና ደብዲቡ ብልፅግና ኣጥቂዕና ብልፅግና ፀረ ህዝቢ ትግራይ ብልፅግና ወራሪ እዩ እዚ ዓይነት ጎስጓሳት ትጉስጉሱ ኣለኹም ህወሓት ኣገዲዳ ንሕዋትኩምን ንዓኹምን ናብ ኩናት ተሰልፈኩም ዘላ ናብ በረኻታት ተውፃኩም ዘላ ኣብዚ ዓድኹም ኣብ ሱዳን ከይተረፈ ኣብ ኩናት ተሳትፈኩም ዘላሲ እንታይ ስለ ዝተደለ እዩ ነዚኣ መልስዋ ትግራይ እኮ ከም ኣምሓራ እያ ትግራይ እኮ ከም ዓፋር እያ ትግራይ እኮ ከም ኩለን ደቡብ ኢትዮጵያ ኦሮምያ ክልል ከምአን እያ ካብአን ንላዕሊ ሰራዊት ዘዕጥቕሲ እንታይ እዩ ዘለዋ ንህወሓት ንምንታይ እዚ ኩሉ ሰራዊት ካብ ጫፍ ናብ ጫፍ መሬት ትግራይ ብሰራዊት ናይ ሻዕብያን ናይ ህወሓትን እዕለቕሊቑ እዩ ዘሎ ሕጂ ናብ ህዝቢ ትግራይ ዝኾነ ካብ ኢትዮጵያ ይኹን ካብ ዝኾነ ቦታ ካብ ክልላት ኢትዮጵያ ይኹን ዝኣቱ ነገር የብሉን ካብን ናብን መዓልታዊ ዘሎ ምንቅስቃስ ግን ናይ ኣፅዋራትን ሰራዊትን ካብን ናብን ብዘይ ዕረፍቲ ንጉሆ ቀትሪ ምሸት ለይቲ እዚ ኩሉ ዓይነት ምንቅስቃሳት ንምንታይ እዩ ስለዚ እዚ ኩሉ ምንቅስቃሳት ናይ ሰራዊት ናይ ኣፅዋር ናይ ኩሉ ነገር እናተረኣየ መንግስቲ ኢትዮጵያ ሓደ ብሕጊ ናይ ፌደራል ሓንቲ ክልል ካብ መንግስቲ ንላዕሊ ሓፍሓፍ ክትብል ኣይፈቅድን እዩ ሓንቲ ክልል ካብ መንግስቲ ንላዕሊ ሰራዊት ክተዕጥቕ ኣይፈቅድን እዩ ወላ እውን ሎጂክ ተርእናዮ እንታይ ስለ ዝተደለዩ ብዓይኒ ሓቂ ኣብ ትግራይ ወላ ሓደ ፀላኢ የለን ብጀካ ሻዕብያን ህወሓትን ደሓር እቲ ዝካየድ ዘሎ ኩናት መንእሰይ ትግራይ ፈትዩ ንህዝቡ ከድሕን ዘካይደ ዘሎ ኩናት ኣይኮነን ተገዲዱ ንስልጣን ህወሓት ከይፈተወ ኣብ ኩናትን ኣብ ዘይምልከቶ መጥቃዕትን እዩ ዝኣት ዘሎ ዘስዋይ ህይወቱ ይስእን ኣካል ይጎድል ይማረኽ ንሪኦ ኣለና ብዘይ ወንን ሕራነን ስለ ዝኾነ ኣይምልከቶን እያ ወንን ሕራነን ዳኣ ትማርር ኢና እንዲና መንእሰይ ትግራይ ዳኣ ዓቕምታቱ ትማሊ ተራእዩ እንዲ ዓለም መስኪራትሉ እንዲያ ታሪኹ ክትፅሕፎ ክኢላታት ናይቲ ኩናትን ተሳተፍቲ ናይቲ ኹናትን መናእሰያት ተጋሩን ጀነራላቶምን ንናይ ዓለም ወተሃደራዊ ታሪኽ ንናይ ዓለም ወተሃደራዊ ዓቕሚ ምኽርታት ክህቡን ተሳተፍቲ ክኾኑን ምድላዋት እናተገበረ እኳ እዩ ህወሓት ነቲ ሰራዊት ዓቕሚ ኣልቦ ሞራል ኣልቦ ሓይሊ ኣልቦ ጌራ ጠሊማቶ ኣራኺሳቶ ማለት እዩ ስለዚ እዚ ኩናት እዚ ንስልጣን ህወሓት ንምቕጻል ስልጣን ሻዕብያ ንምሕላው ዝካየድ ዘሎ ኩናት እዩ ስልጣን ሻዕብያ ንምቕጻል ዝካየድ ዘሎ ኩናት ስለ ዝኾነ ብምሉእ ኣባል ብርጌድ ንሓመዱ ኣብ ትግራይ ዝነበረ ሻዕብ እና ወያነ ህወሓት ኣሕሊፋ ናብ ሻዕብያ ሂባቶ ህወሓት እኮ ንህዝቢ ትግራይ ጥራይ ዘይኮነሲ ነቲ ደጋፊ ሓዊ ህዝቢ ትግራይ ዝኾነ ተቓላሳይ ውፁዕ ሕብረተሰብ ወይ መንእሰይ ኤርትራ ንዕኡ ከይተረፈ እኳ ጠሊማ ኣሕሊፋ ሂባቶ ናብ ሻዕብያ ተግባራታ እዩ ምስ ኣተዉ ካብ ሳሕልን ደደቢትን እውን ድሕሪ ዝተወሰነ ግዜ ኩሎም ንሻዕብያ ዝቃወሙ ውልቀ ሰባትን ሓይልታትን እሕሊፋ ናብ ሻዕብያ ረኪባቶም እያ ሕጂ እቲ ታሪክ ንሱ ደጊማቶ ማለት እዩ ሶ ኣብ ናይ ሎሚ ዝነበረ ኩናት ባዚ ደብዳብ ምስ ንኣቱት መጥቃዕቲ ሰብ ኣልቦ ነፈርቲ ቀፂሉ ኣሎ ናይ ነፈርቲ ኩናትን ሰብ ኣልቦ ነፈርትን ሎሚ 13 ነሓሰ 2018 ኣብ ትግራይ ኣብ ዶብ ዓፋርን ትግራይን ሓውዜን ዓዲ ጉዶምን ተወሳኺ መጥቃዕቲ ሰብ ኣልቦ ነፈርትን ነፈርቲ ውግእን ከም ዝተፈጸመ ሓበሬታታት ይወፁ ኣለዉ እዮም ሊሎ ቲቪ ነቲ ሓበሬታ ንምርግጋፅ ኣብ ዝፈተናሉ እኹል ዝኾነ መረጋገፂ ንረክብ የለናን ኣብኡ ከም ዝተፈጸመ ኣብዚ ቦታታት እዚ ኣብ ዶብ ትግራይን ዓፋርን ኣብ በዓል ሓውዜን ዓዲ ጉዶም ዘሎ ቦታታት ተወሳኺ መጥቃዕቲ ሰብ ኣልቦ ነፈርቲ ከም ዝተፈጸመ ግን ብብዝሒ ሓበሬታታት ይወፁ ኣለዉ እዮም ማለት እዩ እቲ መጥቃዕቲ ኣብ ዞባ ደቡባዊ ምብራቕ ትግራይ ወረዳ ክልተ ውላዕሎ ከባቢ ማይ መኽደን ከም ዝተፈጸመ ብብዝሒ ሓበሬታታት ንርኢ ኣለና ሶ ተፈጺሙ ኣይተፈጸመን ኣይኮነን እቲ ደብዳብ ድሮን እቲ ናይ ነፈርቲ ውግእ መጥቃዕቲ ናይ ግድን እዩ ክቕጽል እዩ ይቕጽል ኣሎ ምክንያቱ ህወሓት ተግባራታ ሰላም ኢትዮጵያ ናይ ምፍራስ ምንቅስቃሳታ ደው ክሳብ ዘይበለ ሰራዊት ምምልማል ኣንጻር ኢትዮጵያ ምስ ሻዕብያ ኮንካ ምንቅስቃሳት ክሳብ ዘይተቋረፀ መንግስቲ ኢትዮጵያ ሓደጋ እዩ ኢሉ ኣብ ዝረኣየሉ ምንቅስቓሳት ናይ ሰራዊት ይኹን ኣፅዋራት መጥቃዕቲ ክወስድ ግዴቱ እዩ ክወስድ ይኽእል እዩ ገለመለ ዝበሃል የለን ግዴቱ እዩ እንታይ ክገብር እዩ ናይ ሻዕብያ ኣፅዋራታት ኣፅዋራት ኣብ ማእኸል ትግራይ እንታይ ክገብር እዩ ሓደገኛ ዝኾነ ኣፅዋራት ናይ ህወሓት ዕጡቓትን ናብ ዶብ ትግራይን ዓፋርን ናብ ዶብ ትግራይን ኣምሓራን ምንቅስቓስ ዝገብር እትረፍ ምንቅስቓስ ዝገብር ናብ ዶብ ትግራይን ኣምሓራን ናብ ዶብ ትግራይን ዓፋርን ኣብ ማእኸል ትግራይ እውን እዚ ክረአ ንፌደራል መንግስቲ ስጉምቲ ንክወስድ የገድዶ እዩ የገድዶ የገድዶ እዩ ተገዲዱ ሲ እቲ ስጉምቲ ይወስደ እዩ ፈቲኹም ጸሊእኹም ተገዲዱ ይወስዶ እዩ ምክንያቱ እዚ ምንቅስቃሳት ናይ ኣፅዋራት እዚ ብዝሒ ዕጥቅን ሰራዊትን ምንቅስቃሳት ኣብ ማእኸል ትግራይ ብሻዕብያ ዝተሓገዘን ዝተደገፈን ሰላም ኢትዮጵያ ንምዝራግ እዩ ባዕሎም ተዛሪቦም እዮም ድርድር ስምምዕ ምዝራብ ኣየድልየና ንሕጂ ጉዕዘና ኣራት ኪሎ ኢሉ ትትማሊ ህወሓት ሲ ምዕራብ ትግራይ ክተምልስ ዘይኮነት ሲ ስልጣና ዝተመንጠለቶ ስልጣና ክትመልስ እዩ ዝለእኽቶ ናይ ሻዕብያን ግብፅን ክተተግብር እዩ ንብለኩም ዝነበርና ሕጂ ብጋህዲ ጌራቶ እያ ማለት እዩ ሕሰብዎ ኣብ ሱዳን እንታይ ክገብር እቲ ሰራዊት ዘሎ እዚ ንባዕሉ ጸሊም ታሪኽ እዩ ንህወሓት እውን ናብ ድርድር ኣየምጽኣን እዩ ምክንያቱ ሻዕብያ ሓደጋ እዩ ጽባሕ እንድሕር ጠሊማቶ ሕጂ እዚ ኸኣ ክትጠልም ዘይትደሊ ተቐርቂራ ተገዲዳ ማለት እዩ ንሪኦ ዘለና ሕጂ ዝርአ ዘሎ ብዝሒ ሰራዊት ናብ ሱዳን ምልኣኽ ናይ ህወሓት ልኡኽቶ ሻዕብያ ንምፍጻም ኣብዚ ቦታ እዚ ኣብ ሱዳን ክንዲ ምንታይ ትግራዋይ ህይወቱ ይስእን ኣሎ ክንዲ ምንታይ ኣካል ይጎድል ኣሎ ክንዲ ምንታይ ይማረኽ ኣሎ ይገርም ብቐዳማ ይገልጾ ነይረ ነዞም ምሩኻት እዚኦም ምክንያቱ እቲ ናይ ዳዕመል ሰሪዕ ቀዋሚ ስትራቴጂካዊ ቦታ ዝውንኖ ደጀን እውን ስለ ዘይብሉ ኩሎም እቶም ተዋጋእቲ ሓይልታት ኣብ ሱዳን ሎሚ ይደፍእ ሓደ ፅባሕ ይቋፀሮ ሓደ ይደፍእ ከምኡ ስለ ዝኾኑ እዞም ምሩኻት እዚኦም ሓደጋ ከይወድቅዎ ከይወድቆም ኣብ ዝተቐመጡሉ ቦታ ፌደራል መንግስቲ ዲፕሎማሲ ፈጢሩ ምስ ዳዕመል ሰሪዕ ዝድሕንሉ መንገዲ ክሰርሕ ኣለዎ ኢልና ንተጋሩ መልእኽቲ ኣሕሊፍና ኢና ወላ ውንቲ ተገዲዱ ኣብ ሱዳን ዘሎ ካብ ኣብ ትግራይ ኣብ ሱዳን ከማን ኢዱ ክህብ ይበልፅ ምክንያቱ ሰፊሕ መሬት ኣለዎ ወየ ዳ ኣይፈልጦን እምበር ኣብ ትግራይ እኮ ተኸርዲኑ እዩ ኩናት ተትጀሚራ ጥራይ እዩ ትስተዓጥቀ ሓይሊ ኢዱ ዝህብ ናብ ፌደራል መንግስቲ ናብ ሰራዊት ሓይልታት ምክልኻል ኢትዮጵያ ኩናት ኣብ ዘይተጀመረሉ ከመይ ገይሩ ማለት ከምቲ ሻዕብያ ንግዱድ ዕስክርና ሒዝዎም መዋእሉ ሒዝዎም ዝነብር ብቕድሚትን ብድሕሪትን ብየማንን ብፀጋምን ኣኽቢቡ ዝሕልዎም ከምኡ እዩ ሕጂ ኣብ ብጀነራላት ህወሓት ኣብ ዕጡቋት ወተሃደራት ህወሓት ዝረአ ዘሎ ንኸምልጡስ ኣብ ማእኸል ትግራይ ጸቢብ ኮይኑ ንሪኦ ኣለና ኢና ኣጋጣሚታት ተተፈጢሩ ከምዝታት እዚ ኩናት እዚ ግን ያ ዝበዝሕ ህይወቱ ከድሕን ይኽእል እዩ ብምምራኽ ኣካል መጉዳእቲ የጋጥም እዩ መስዋእቲ የጋጥም እዩ ያ ሞት የጋጥም እያ ግን ነቲ ኣነ ክድሕን እየ ከምልጥ እየ ዝብል ግን ዕድል ይፈጥረሉ እዩ ሶ ኣብ ሱዳን ይበልፅ ማለት እዩ ሰፊሕ ስለ ዝኾነ ንዕኡ ዝሽፍን ቦታታት ንዕኡ ዝሽፍን ዓቕሚ ናይ ሰራዊት ስለ ዘይብላ ህወሓት ኣብኡ ሶ እቲ ዳዕመል ሰሪዕ ሰራዊቱ ኣበይ ቦታ ኣሎ ኣፅኒዖም ናብኡ ኢዶም ክህቡ ዕድላት ኣሎ ኣለዎም እዩ ስለዚ እዚኣ ፌደራል መንግስትን ፖለቲከኛታትን ኣክቲቪስታትን ርክብ ዘለዎም ምስ ፌደራል መንግስቲ ዝኾኑ ተጋሩን ክሸርሕዋ ይግባእ ማለት እዩ ዘይኮይኑ ህወሓት ንመንእሰይ ትግራይ ትውዶ እያ ዘላ ጥዑይ ገይራ ከዓ ክትውዶ እያ ሕሰብዎ እንዶ ብዓፋር በምሓራ ብዶብ ሱዳንን ኢትዮጵያን ኣብ ውሽጢ ሱዳን ኣብ ኣርባዕተ ብ ሓሙሽተ ቦታታት እኳ እዩ መንእሰይ ትግራይ ንምእንተ ስልጣን ህወሓትን ሻዕብያን ሱዳንን ከም ቆጽሊ ዝረግፍ ዘሎ ሕሰብዎ ኣብ ኣርባዕተ ኩናት እንድሕር ደኣ ሓሙሽተ ሚእቲ ንኣብነት ኣብ ውሽጢ ሓደ ሰሙንሲ በርባዕቲኡ ቦታታት እንድሕር ደኣ ጸጸኒሑ ኩናት ተወሊዑስ ሓሙሽተ ሚእቲ መንእሰይ እንድሕር ደኣ ኣብዚ ኩናት እዚ ህይወቶም ስኢኖም ክልተ ሽሕ ኣብ ሰሙን ዘይመልእሲ ክልተ ሽሕ ማለት እዩ እቲ ኩናት መኣስ ይውዳእ ህወሓትን ሻዕቢያን ስልጣኖም መኣስ ይወድቁ መኣስ የቋርፅዎ ተሳዒሮም እቲ ኹናት ኣይፍለጥን እዩ። እቲ ኹናት ውዒሉ እንተሓዲሩ ውዒሉ እንተሓዲሩ ከዓ እቲ ኣብ ሰሙን ዘይመልእ ክልተ ሽሕ ዝጠፍእ ህይወት መንእሰይ ትግራይ ክንደይ ክኸውን ረኣይዎ ሶ ተጋሩ ይጸንቱ እዮም ዘለዉ ብህወሓት ኣብ ጽንተት ናይ ተጋሩ ቀዳመይቲ ናይ ተዋሳኢት ህወሓት እያ ትማሊ ይኹን ሎሚ ሸረሪና ሪኢኹሞ ኢኹም ኣብ ኣርማ ዓሰርተ ሰለስተ ብ ከባቢታት ሸራሮ ዘጋጠመ ርኢኹሞ ኢኹም። ኣብ ዝሓለፈ ጥሪ ርኢኹሞ ኢኹም። ወረዳታት ጸለምቲ ብድሕርኡ ኣብ ዶባት ትግራይን ዓፋርን ዝነበረ ርኢኹሞ ኢኹም። እንደገና ኣብዚ ቅድሚ ሰሙን ዝነበረ ኣብ ራያ ዝተፈጸመ ናይ ሰብ ኣልቦ ምክንያቱ እታ ድሮን ሱቕ ኢላ ቴንዳ ሪኣ ኣይኮነትን ወርዊራ ትገድፎቲ ኣጽዋር ተጸኒዑ እዩ ክንዲ ምንታይ ሰራዊትን ኣጽዋራትን ኣለዎ እቲ ቦታ ኣብዚ ክንዲ ምንታይ ሰራዊት ክንዲ ምንታይ መንእሰይ ትግራይ ይጠፍእ ኣሎ ዘሕዝን ማለት እዩ ስለዚ ክቡራት ተኸታተልቲ ሊሎ ቲቪ እዚ ኣብ ትግራይ ዝካየድ ዘሎ ኩናት ኮነ ተባሂሉ መንእሰይ ትግራይ ንምጭራሽን ብፅንተት ናይ መንእሰይ ትግራይ ስልጣን ህወሓትን ሻዕብያን ምቕፃል ንኣራት ኪሎ ምእታው ትግራዋይ ነቲ ኣራት ኪሎ ዘሎ ሓይሊ ኣሚን ኢልካ ብሰላም ምንባር እምበር ኣብ ኣራት ኪሎ ዘሎ ሓይሊ ኣሊኻ እናጠፋእኻ ምንባር ኣይምልከተካን ኣይናትካን ተጋሩ ሰላም ዝነብርሉ ምስ ኣራት ኪሎ ተሰማሚዖም ጥራይ ንኣራት ኪሎ ክኣልዩ ክኣቱ ከእትውዋ ንህወሓት ዝኸፍልዎ መስዋእቲ ግን ትግራይ ሰብ ኣልቦ ዝገብር ትግራይ መሊሳ ዘ- ክትዓኑ ዝገብር ኣደ ትግራይ መዋእላ ጸሊም ክትክደን ዝገብር ቆልዑ ትግራይ ብዘያቦ ዘንብር ጎራዙን መንእሰያትን ተጋሩ ኣብ ዘተሓሳስብ ኩነታት ዘውድቕ እዩ ሶ ክቡራት ተኸታተልቲ ሎ ቲቪ እቲ ደብዳባት ይቕፅል እዩ ዘሎ ምናልባሽ ደብዳብ ኣይተፈፀመን ሓሶት እዩ ገለመለ ገለገለ ዝብል ሓበሬታታት ክወፅእ ይኽእል እዩ ዋ ትማሊ እኳ ተፈፂሙ ኣብ እንደርታ ዝሓለፈ ሰሙን እኳ ተፈፂሙ ኣብ ራያ ኣቐዲሙ እውን ኣብ ሸረሪና ከቢድ ሓደጋ እኳ በፂሕዎ መንእሰይ ትግራይ ብቕድምኡ እውን ኣብ ከባቢታት ሸራሮ ኣርማ 13 ዘሕዝን ብጣዕሚ ዘጉሂ ኣብ ልዕሊ ሰራዊትን ኣፅዋራትን በፂሑ ማለት እዩ ስለዚ ሎሚ ዘይተፈፀመ ደብዳብ ፅባሕ ክፍፀም እዩ ዓንተቦ ገሊጸልኩም እዩ ህወሓት ልኡኽቶ ሻዕብያ ክሳብ ዘየቋረጸት ኣፅዋራትን ሰራዊትን ምንቅስቃስ ክሳብ ዘየቋራጸ ክሳብ ዘየቋረጸት ምምልማል ሰራዊት ሶሪ ክሳብ ዘየቋረጸት ሰላም ኢትዮጵያ ምዝራግ ኣደብ ክሳብ ዘይገበረት ዋ ፌደራል መንግስቲ ኣብኡ ከሎ ደኣ መሆንኩመ ስልጣንኩም ዘይብሎ ኣይብሎምን ግብረ መልሲ ክህብ ግዴታ ኣለዎ ግዴታ ይግደድ እዩ ግብረ መልሲ ንክህብሲ ይግደድ ግብረ መልሲ ንክህብ እዩ ዝግደድ እትፈልጡ ሶ ካልእ ምስኡ ተታሒዙ ትማሊ ብግንባር ሰሜን ምዕራብ በዚ ናይ በዓል ጸሊሞይ ዝበሃል ንእሽተይ እኳ ገሊፀ ነይረ ትማሊ ናይ ኣርሚ 17 ሓንቲ ክፍለ ሰራዊት ተከዘ ክትሰግር ናብ ኣርሚ ሰብዓ ክትሕወስ ከላ መንገዲ ክትቅፅል ከላ ተከዘ ንምስጋር ሙሉእ ብሙሉእ መጥቃዕቲ ሓይሊ ኣየር ኢትዮጵያ ተፈፂሙላ ኣሎ ማለት እዩ ነዚ ስዒቡ ካብ ትማሊ ኣብ ግንባር ሰሜን ምዕራብ ከባቢታት ፀሊሞይ ሓድሽ ፍሉይ ወተሃደራዊ ምዕባሌታት ይረአ ኣሎ ወይ ምንቅስቃሳት ይረአ ኣሎ እዚ ከዓ ካሊእ ካብ ኣርማ ዓሰርተ ሸውዓተ ዝተወደበት ሓንቲ ምሉእ ክፍለ ሰራዊት ንሩባ ተከዘ ሰጊራ ናብ እትትልሞ ዝነበረት ወይ ከዓ ትንቀሳቀሶ ዝነበረት ቦታ ንምእታው ኣብ ዝገበረቶ ምንቅስቃስ ብሓይሊ ኣየር ኢትዮጵያ ዝተገበረላ ሕቡእ ወተሃደራዊ ስርሒትን ዝተወደበ መጥቃዕትን ሙሉእ ብሙሉእ ከም ዝተደምሰሰት ካብቲ ከባቢ ዝወፅ ዘሎ ሓበሬታታት የረዱ ማለት እዩ ነዚ ህወሓት ፍፅመ የልዓለቶ ምክንያቱ ኣብቲ ሰራዊት ብጣዕሚ ሓደገኛ ዝኾነ መጥቃዕቲ ስለ ዝተፈፀመ ብዛዕባ ሰራዊት ኣየገድሳን እዩ ህወሓት ኣፅዋራታ ከም ሕሱም እንተተደኪዑ ጥራያ ሀይ ትብል ማለት እዩ እታ ክፍለ ሰራዊት ንሱዳን ናብ ኣርሚ ሰብዓ ንምፅምባር ተከዘ ንምስጋር ኣብ ዝተፈላለዩ ቦታታት ተኣኻኺባ ትንቀሳቐስ ኣብ ዝነበረትሉ እዋን ኣብ ዝተዳለወላ ስትራቴጂያዊ መፃወድያ ብምእታዋ ዘይተጸበየቶ መጥቃዕቲ ብምስዓቡ እታ ክፍለ ሰራዊት ሓይላን ዕጥቃን ብምልኡ ከም ዝተደምሰሰ እዩ ዝግለጽ ዘሎ ማለት እዩ ናይ ብሓቂ መንእሰይ ትግራይ ከምቲ ዝበልኩኹም እቲ ሓበሬታታት ኩሉ ግዜ ስለ ዘይንሕልፎ ዘለና ኢና እምበር ብዝተፈላለየ ቦታታት ሞት የጋጥሞ ኣሎ ስደት ግደፎ ኣብ ውሽጢ ትግራይ ጥራይ ኣብ ኩናት ናይ ህወሓት ንስልጣን ናይ ሻዕብያን ህወሓትን ተባሂሉ መንእሰይ ትግራይ ክኽፈል ዘይግብኦ ሞት ይኸፍል ኣሎ ከጋጥም ዘይግብኦ ኣካለ መጉዳእቲ የጋጥሞ ኣሎ ክባታተን ዘይግብኦ ሓይሊ መንእሰይ ትግራይ ይባታተን ኣሎ ትግራይ ካብ ኤርትራ ዝገደደት ዓዲ ኮይና ሕጂ ኣብ ሓፂር እዋን ካብ ኤርትራ ዝገደደት ትግራይ ካብ ኤርትራ ዝገደደት ዓዲ ኮይና ኣብ ሓፂር እዋን ሶ ተጋሩ እዚ ኩናት እዚ ኣይናትኩምን እዩ ኣይምልከተኩምን እዩ ኩሉ ግዜ ንዛረቦ ኣለና ኢና ኣምልጡ ንመን ኢልካ እኻ ድራር ድሮን ትኸውን? ንመን ኢልካ እኻ ድራር ነፋሪት ኩናት ትኸውን? ንመን ኢልካ እኻ ድራር ሰራዊት ካብ ሰራዊት ኢትዮጵያ ዝትኮስ ኣፅዋራት ትኹ እዚ መልእኽትና ክቡራት ተኸታተልቲ ድሎ ቲቪ ክሳብ መወዳእታ መደብና ምሳና ስለ ዝፀናሕኩም ኣመስጊና ሰላም ንህዝቢ ትግራይ ንህዝቢ ኤርትራ ንህዝቢ ኢትዮጵያ ንመላእ ከባቢና ንህዝቢ ዓለም ደሓን ፅንሑ